እዛ ሱራ ገለ ዑለማእ ኢሎም ኣብ መካ ወሪዳ ገሊኦም ድማ ኣብ መዲና ወሪዳ ኢሎም ግን እቲ ዕላማኣ ዕላማ ናይዛ ሱራ ምስቲ መልእኽቲ ዕላማ ናይ ሱረት ኣልመኪያ ሓደ እዩ ንሱ ድማ ምስ ናይ እምነት ጉዳያት ዝተሓሓዘ እዩ እዛ ሱራ ብተወሳኺ ንስላማይ ብቃሉ ይኹን ብተግባሩ ፍትሓዊ ንክኸውን ትእዝዝ። እዛ ሱራ ብንኡስ ዘንቢ ጀሚራ ተጠንቅቕ። ማለት ንእሽተይ ኢልና ሱቕ ኢልና ንሪኦ ወይ ንቕጽል በቲ ንኡስ ኢልና ንቕጽለሉ እቲ ንእሽተይ ዝነበረ ንኡስ ዝነበረ እንዳዓበየ ይኸይድ ኣብ ዘይ ኣብዘይመውደቒኻ የውድቐካ ማለት እዩ ምክንያቱ እዚ ወላ ሓንቲ የብሉን ቀሊል እዩ እንዳበልካ ዝግበር ተግባራት ኣበይ ከም ዘምፅሓካ እዛ ሱራ ንባዕላ መጨረሻ ክዝክረልና እያ ይብሉ ነቲ ንእሽተይ ክተስተናእሶ የብልካን ኢሎም ገለ ሕኮማ ይብሉ ላ ተሕቂረና ሰጊረተ እነ ልጅባለ ሚን ልሓሳ ንእሽተይ ኢልካ ኣይተስተናእሶ ጎቦ እኮ ካብ ጸጸር እዩ ተኣኪቡ ጸጸር ጸጸር ተኣኪቡ ጎቦ ኮይኑ እቲ ዘንቢ ድማ ከምኡ ተኣኪቡ ተኣኪቡ ኣብ መጨረሻ ነታ ልቢ የጸልማ ኣበይ ከም ዘምጽሓካ ድማ ክመጸና እዩ ኣብቲ ቀጻሊ ኣያት እዛ ሱራ ብምጥንቃቕን ብምፍርራህን ወይልኻ እንዳበለት ጀሚራ ብመጀመርያ ከም ኣብነት ነቶም ነጋዶ ብምጥቃስ ተጠንቅቖም ትብል ኣንቱም ስፍሪ ወይ ሚዛን ተጉድሉ ዘለኹም ወይልኹም መጠፋፋእቲ ኣንቱም ኣብ ሚትሮ ክትምትሩ ከለኹም ተጉድሉ ወይልኹም ኣንቱም ኣብ ክሻ ሚዛን ተጉዱሉ ወይልኹም ኣንቱም ካብቲ መሰል ናይ ደቂ ሰብ ብፍላይ መሰል ናይ በዓልቲ ቤትኩም ናይ ደቁኹም ተጉዱሉ ትግህሱን ወይልኹም ኣንቱም ካብ ትእዛዝ ናይ ረብኹም ተጉዱሉ ትዕንድሩ ወይልኹም ቶባ እንተዘይልኩም ድሕሪኡ ብዛዕባ እቶም ዕቡያት ትዛረብ፣ መቕጻዕቶም ድማ ኣብ መዓልቲ ትንሳኤ ብምፍርራህን ናብ ገሃነም ከም ዝኣትዉ ትዝክር። ድሕርዚ እቲ ገጽ ናይቶም ሳሊሒን ተናዒሙ ብፍስሃ ተመሊኡ ከብርህ ከሎ ትዝክረልና፣ ኸምኡውን ነቲ ዘልኣለማዊ ሓጐሶም ኣብ ጀና ትገልጸልና። ረቢ ይዝክረልና፣ ነቶም እኩያት ዘዳለዎ ነቶም ሳሊሒን ዘዳለዎ ቁርኣን እንዳነጻጸረ ብምትስፋውን ብምፍራህን ገይሩ የቅርበልና ማለት ብተርቂብ ወተርሂብ ይበሃል እዛ ክቡርቲ ሱራ እዛ ክቡርት እዛ ክብርቲ ሱ- ክብርቲ ሱራ ኣብ መደምደምታ ብዛዕባ እቶም ኣመንቲ ሕያዎት ተገዛእቲ ጎይቶኦም ስለ እምነቶም ሰናይ ተግባሮምን ብምንኣድ ትዝክር። ኸምኡውን ብዛዕባ እቶም ከሓድቲ ትዕቢተኛታት ነቶም ሙእሚኒን ዓይኖም እንዳጸቐጡ ሕሹኽሹኽ እንዳበሉ እንዳኣነኣኣሱ ዝላገጹሎም ዝነበሩ ትዝክር። ኣብ መዓልቲ ትንሳኤ ግን እቶም ነዚ እሽክዕላል ተጻዊሮም ንጎይትኦም ኣላህ ብግቡእ ዝተገዝኡ ዕዉታት ከም ዝኾኑ ትነግረና። እቶም ብክሕደት ብትዕቢትን ተመሊኦም ንሓደ ኣላህ ዘይተገዝኡ ድማ ናይ ሕስረትን ክሳራን ክዳን ከም ዝኽደኑ ዘኪራ ትዛዝም ሰበብ መውረድ ናይ እዛ ሱራ ምክንያት መውረድ ናይ እዛ ሱራ ነቢይና ዓለይህ ሰላት ወሰላም ናብ መዲና ምስ መፁ ሪኦሞም ነቶም ተቐማጦ ናይ መዲና ካብቶም ስፍሪ ወይ ሚዛን ዝንክዩ ኣደናገርቲ ነይሮም። ንምግሳጽ እዛ ሱራ ወሪዳ። ድሕሪ እዛ ሱራ ምስ ወረደት ናብ ልቦም ተመሊሶም ካብቶም ዝበለጹ ሰፈርቲ ኮይኖም። እዚ ንእሽተይ እዩ፣ ንኡስ ዘንቢ እዩ ኢሎም ኣይቀጸሉን እንታይ ደኣ ተመሊሶም ካብቲ ገግኦም። እዚ ድማ እቲ ኩሉ እስላማይ ከምኡ ክኸውን ኣለዎ።

ኣየስተባህለሉን ኣይፈልጦን እዩ ይብል ሼኽ ሳዕዲ ረሒመሁላህ እዚ ነቶም ኣብ ሚዛን ወይ ስፍሪ ዝንክዩ እዩ እቶም ብሓይሊ ገንዘብካ ዝወስዱልካ ዝሰርቁኻ ብቐዳምነት ኣብዚ መጠንቀቕታ ይኣትዉ ሼኽ እብኒ ዑሰይሚን ረሒመሁላህ ይብል ኩሉ ካብቲ ሓቂ ናይ ሰብ ዝንኪ ኣብዚ ወዒድ

ሰልማን ፋርሲ ረዲየላሁ ተዓላ ዓንሁ እቲ ምንካይ ጠንቂ እዩ ኣብ ሰላት ከም ዝኣቱ ክገልጸልና ከሎ ይብል ሰላት መዐቀኒ እያ እንድሕር ምሉእ ዘይጉዱል ጌርካ ኣማሊእካያ ምሉእ ኣጅርኻ ትረክብ እንተ ኣጉዲልካ ትኹብ ትኹብ ኣቢልካያ ድማ እንታይ ከም ዝበለ ኣላህ ነቶም ዝምክዩ ፈሊጥካ ኣለኻ ድሕሪ እዚ እቲ ቁርኣን የብርሃልና ይገልጸልና እቶም ብክልተ መዐቀኒ ዝዕቅኑ ማለት ንነብሶም ክገዝኡ ከለዉ ምሉእ ዘይጉድል ዝወስዱ ንሰብ ክሸጡ ከለዉ ድማ ዝንክዩ ክገልጸልና ከሎ ስብሓንሁ ወተዓላ ይብል ኣለዚነ ኢዛ ክታሉ ዓላ ናሲ የስተውፉን ንነፍሶም ክሽምቱ ከለዉ ስፍሮም ምሉእ ዘይጉድል ይቕበሉ

እዚኦም ከምዚኦም ዝኣመሰሉ ሰባት ኣይፈልጡን ድዮም ኣብቲ ዓቢ መዓልቲ ቅያማ ካብ መቓብር ተንሲኦም ናብ ረበም ከም ዝምለሱ በቲ ስርሖም ኣላህ ክጸባጸቦም ኣብ ኣእምሮኦም ኣይመጸሎምን ድዩ ወይ ንኡስ ዘንቢ ኢሎም ቅጩጭ ኣይበሎምን ረቢ ነዚ መዓልቲ እዚ ዓዚም ኢሉ ጸዊዕዎ ምኽንያቱ ዓበይቲ ተኣምራት ዝርከበሉ መዓልቲ እዩ ከም ካብ ቀብሪ ምትንሳእ ሒሳብ ዝኣመሰሉ እዚ መዓልቲ እዚ ደቂ ሰብ ብፍርሂ ነቲ ሓደ ጎይታ ጥራይ እግሮም ዕሩቃት ሓምሳ ሽሕ ዓመት ጠጠው ኢሎም ፍርዶም ዝጽበይሉ መዓልቲ እዩ ከምቲ እምነቶም ድማ ከምቲ ስራሖም ቀልጢፎም ጠጠው ከይበሉ ዝሓልፉ ኣለው የውም ኣልቅያማ ተባሂሉ ካብቲ ጡል ኣልቅያም ካብ ብዙሕ ጠጠው ምባል ዝመፀ ሽም እዩ ድሕሪዚ ረቢ ስብሓነ ወተዓላ መን ከም ምዃኖም ምስ ነገረና ናብቲ ዝኣትውሉ ቦታ የሳግረና ከላ ኢነ ክታበ ልፉጃሪ ለፊ ስጂን ወማ ኣድራካ ማ ስጂን ክታቡ መርቁም ከላ ኣብ ቁርኣን ክልተ ትርጉም ሒዛ ትመጽእ እቲ ሓደ ንምክልካል ደው ንምባል ማለት ኣይፋልኩምን ከምኡ ይኮነን እዚ ድማ በቲ ቅድሚኡ ዘሎ ዘረባ ጌርና ንርድኦ እንድሕር ሕማቕ ሙንከር ዘረባ ወይ ተግባር እንተኾይኑ ማለት ከምቲ ምክልካል እዩ እንተዘይኮይኑ ግን ትርጉሙ ምርግጋጽ ናይ ብሓቂ ማለት እዩ ኣብዚ ይብሉ ገለ ተንተንቲ፣ ናይ ብሓቂ እዩ እቶም ፍርሃት ረቢ ዘይብሎም ከሓድቲ ኣብቲ ዝተሓተ ዝጸበበ ማሕቡስ ጀሃነም እዮም ዝኣትዉ። እቲ እከይ ግብሮም ድማ ኣብ ዘይድምሰስ፣ ኣብ ዘይሃስስን ኣብ ዘይውሰኽን ኣብ ዘይጎድልን መጽሓፍ እዩ ተመዝጊቡ። ድሕር ናይቶም ከሓቲ ቦታ ምስ ኣብርሃልና ተመሊሱ ይቕጽል ስብሓን ወተዓላ የጠንቅቕ ይብል ወይሉ ዮውመኢዝን ልልሙከዚቢን ወይልኹም ኣንቱም ኸዳዓት ከሓቲ መጠፋፋእቲ ናብዚ ኩሉ ዘምጽሖም እቲ እከይ ተግባሮምን ኣተሓሳስቦምን ከም ዝኾነ ክገልጸልና ከሎ ስብሓን ወተዓላ

እዩ ይብሉ ኣይፋለሙን ከምቲ ንሳቶም ዝብልዎ ኣይኮነን እቲ ቁርኣን ቃል ናይ ረቢ እዩ ብጅብሪል ገይሩ ናብ ነቢይና ዓለይህ ሰላት ወሰላም ዝወረደ እዩ ረቢ ነዚኦም ክሓቲ ብሰለስት ተገሊፅዎም ኣሎ ሓደ ሕጊ ሸርዒ ዝጥሕሱ ብቃሎምን ብተግባሮምን ካልኣይ ካብ መጠን ንላዕሊ ዘንቢ ዘብዝሑ፣ ሳልሳይ መናሸውቲ ምክፋእ ትብዓት ዘለዎም እዮም። ድሕሪዚ ረቢ ስብሓን ወተዓላ ይምልሰሎም ይብሎም ኣይፋልኩምን ከላ በል ራነ ዓላ ቁሉብህም ማ ካኑ የክሲቡን ኣይፋሎሙን ከምቲ ንሳቶም ዝብልዎ ኣይኮነን ንልቦም ዝዕግቶ ዘሎ ዝሽፍኖ ዘሎ ብዙሕ በደልን ዘንብን ምስ ተኣከበ እዩ እቲ ዘንቢ ተጸፋጺፉ ተኣኪቡ ነቲ ልቢ ጸሎሎ ቀቢእዎ ሸፊንዎ ድሕሪዚ ሙንከር ኢልካዮም ኣይርድኡን ማዕሩፍ ኢልካዮ ኣይርድኡን ተኸልከሉ ጊደፉ ረቢ ከምዚ ኢሉ ኢልካ ካብ ቁርኣንን ሓዲስን መርትዖ እንተምጻእካሎም ይመልስዎ ኣይቅበልዎን ኣይርድኡን እዮም እንታይ ደኣ ቶባን እስትቕፋርን ሰደቓን እንድሕር ኣብዚሖም ነቲ ተጸፍጺፉ ዘሎ ዘንቢ የጽርዮ እሞ ድሕሪኡ ክሰምዑ ክቕበሉ ይጅምሩ ምኽንያቱ እቲ ተውባን እስቲቕፋርን ነቲ ልቢ ከጽርዮ ስለ ዝጅምር ከም ሳምና ነቲ ርስሓት ዘጽርዮ እቲ እስቲቕፋር ተውባ ነቲ ልቢ የጽርዮ ናይዚ መረትዖ ነቢይና ዓለይሂ ሰላቱ ወሰላም ይብል እነ ልሙእሚነ ኢዛ ኣዝነበ ዘንበን

እቲ ሙእሚን ዘንቢ ክገብር ከሎ ኣብ ልቡ ጸላም ንቑጣ ትገብር፣ እንድሕር ቶባ ኢሉ ኣስተግፊሩ ትልግስ፣ እንድሕር ወሲኹ ዘንቢ ትውስኽ ስጋብ ነቲ ልቢ ትሽፍኖ፣ እሱ'ዩ ድማ እቲ ኣላህ ራን ኢሉ ዝዘከሮ ኣብ ቁርኣነል ከሪም።

በደሎምን ዝረኽብዎ መቕጻዕቲ ካብ ጎይትኦም ይኽወሉ ኣይርእይዎን እዮም። ከምቲ ኣብ ኣዱንያ ካብ ተውሒድ ዝሓጀቦም ኣብ ኣኼራ ድማ ንረቦም ምርኣይ ኣይክእሉን ይሕጀቡ። እዚ ከይኣክል ድማ ኣብ ሓዊ ጀሃነም ክድቕደቑ እዮም። ኣብ ልዕሊኡ ድማ እቶም መላኢካ ይብሉዎም ብመግናሕቲ እዚ እዩ እኮ እቲ ኣብ ኣዱንያ ትኽሕዱዎ ዝነበርኩም ብግብሪ ተቃጸሉዎ ትቃጸሉዎ ኣለኹም ብዓይንኹም ድማ ረኣዩዎ ጠዓሙዎ ወላሁ ኣዕለም ባጋ ዝኸበርኩም ኣሕዋት ኣብዚኣ ጠጠው ነብል ኣብቲ ቀጻሊ ናይቶም ሳልሒን እንታይ ኣዘጋጅዩሎም ኣሎ ክን